ካልእ ከማን ከሲስና ዘይሓሰብናዮ ሓንቲ መዓልቲ ውን ብኖሽክ ክሰርሕ እየ ናይታ ናይ እንዳ መሻጢት ገለ መለታት ግና ሎማዓንቲ ብኣዳማይ ተዛራሪብና ነርና ኩሉ ግዜ ፋሚሊ እንድሕር ኮንካ ንኣሽቱ ቆልዑት እንድሕር ኣለውኻ ምግቢ ትሰርሖ ምግቢ ኩሉ ግዜ ኩሉ ግዜ ኢኻ ትርበሽ መብዛሕትኡ ግዜ ገንዘብ ዘጥፋኣካ ቆልዑት እንዳ ቆልዑት እንዳ ስድራ ከለኻ ከኣ ኣስቤዛ እዩ ስለምንታይ እዩስ ቤዛ ዘጥፍኣካ እንድሕር ኢልና ድማ ኩሉ ግዜ ፍሉጥ ዝኾነ መደብ ስለ ዘይብልና ፍሉጥ ዝኾነ መደብ የብልና እንዳ ድኳን ኩሉ ግዜ ንኸይድ ኣብቲ እንዳ ድኳን ክንከይድ ከለና ድማ ዋላ ንሰርሖ ዲና ንሎሚ ዶይ ንሰርሖ ዋላ ድሕሪ ፅባሕ ድንሰርሖ ዲና ዶይ ንሰርሖ ዓረብያ መሊእና ኣኪብና ኢና ንመፅእ ስለዚ እዚ ገንዘብ የጥፍኣልና ማለት እዩ። ገንዘብ የጥፍኣልና መዓት ከለና ኣብ ፍሪጅ ናህና ኣብ ድፍሪዝ ከለና መዓት ምግብታት እንታ ክሰርሕ ኢልና ኢና ንጭነቕ። ስለዚ እዚኣ ካብ ተምሃርኳ ዘይኮነስ ካብ ዝተመኮርኩላ ናተይ እያ ማለት እዩ። ብዛዕባ እዚኣ ናተይ ተመኩሮ እያ። ኣነ ዝተምሃርኩዎ ድሕሪ ግዜ እንታይ እዩ መጀመርያ ዱኳን ክኸይድ ከለኹ ፍሪጀይ ርኤ ወረቐት ጽሒፈ ክኸይድ ጀሚረ። ወረቐት እጽሕፍ፣ እንታይ ኣለኒ እንታይ የብለይን፣ ወረቐት ጽሒፈ እተን ደድልያኒ ጥራሕ ከምጽእ ጽንሕ ኢለ ከኣ ዝመደብክዎ ከኣ ኮፍ ኢለ ኩላህና ምስ ደቀይ ኮፍ ኢልና ድማኒ ምግቢ ሶኑይ እንታይ ክሰርሕ ኣለኒ፣ ሶሉስ እንታይ ክሰርሕ ኣለኒ፣ ሮቡዕ እንታይ ክሰርሕ ኣለኒ ኢለ ከኣኒ ኩለን ምስኦም ኮይንና መዳብ ኣውጺእና ደድፈትውኦ ማለት እዩ ደድፈትውኦ ኣምጺእና እቲኤን ክሰርሐን ከለኹ ንዐኣን ከኣኒ ሶኑይ እታ ሓንቲ ትሕግዘኒ ሰሉስ ከኣ እቲ ሓንቲ ትሕግዘኒ እቲ ሓደ እኳ ንእሽቶ እዩ ነይሩ። ሽዑ እንታይ ጠቒሙኒ? ንቲ ገንዘብ እቲ ድኳን ክኸይድ ከለኹ ብጀካ እተን ዘድልያኒ ኣየምጽን እየ። ብሰሙን ምስ ከድኩ ነታ ንሰሙን ትኸውን ድመደብናየን ዓሳ፣ ሶኒ፣ ሰሉስ፣ ሸትቦሎ ድዩ ገለ ሓሙስ ከኣ ዓሳ ከም ድልየትካ ከከም ትበልዐ ናተይ ግን ክልተ መዓልቲ ዓሳ ኔሩ ከምእን ስለ ዝገብር ሽዑኡ እቲ ለውጢ ንዓይ እንዳ ተራእየኒ መጽዩ እቲ ገንዘብ ምቁጣብ ንዓኣቶም ሒዘ ምካድ ኣየድልየንን ድዩ ድኮን ኩሎም ንዕኡም ሒዘ ከይደ እቲ ሓደ ገለ ብለኒ እቲ ሓደ ገለ ብለኒ ገዚእና ንመጽእ መዓት ከይበላዕናዮ ገንዘብ ይጓሓፍ ኔሩ በቃ ካብ ወርሒ ናብ ወርሒ እቲ ፍሪጅና ኣብቲ እንዳ ዱኳን ምስ ከድካ መዓት መሊእካ ተምጽእ ኣብ ገዛኻ ምስ መጻኻ ደየለ ኣብ ድፍሪዝ ድኣቱ ገለ መለ ገለ ትገዝእ ስለዚ እቲ ከምኡ ጌረ ፕላን መሰውጻኹ ግን ገንዘበይን ሓንጎለይን ጉልበተይን እየ ቆጢበ ቆጢበ ናይ ብሓቂ ቆጢበ ምክንያቱ ቅድሚ ሰሙን ክኸይድ ከለኹ ክኸይድ ከለኹ እንዳ ድኳን ናይ ሰሙን ይገዝእ በጀካ ጸባ ባኒ ሓንሳብ ሓንሳብ ክኸይድ እምበሪ ናይ ሰሙን ይገዝእ ናይ ሰሙን ገዚኤ ድማ ብምሸቱ ኣዳለዮ ስለ ዝሓድር ካብ ኩሉ እንታ ከም በሊዐ ከይደ እንታ ክሰሪሐ ከይደ እንታ ክሰርሓሎምየ ኣይብልንየ ከምዚ ገይረ ገንዘበይ ይቁጥብ ነይረ ንዓኣቶም ነቶም ቆልዑት ድማ ኩሉ ግዜ ፉሉጥ ነገር ስለ ንሰርሕ ፕላን ገይረን ምስ ኣተን ታሓንቲ ሶኒ ትሕግዘኒ ምሳይ ኮይና ታሓንቲ ካኣ ሶሉስ ትሕግዘኒ ከምኡ ከምኡ እንዳ ገበርኩ እቶም ደቀይ ምሳይ ክዋሱኡን ነቲ ካብ ኩሉ ገንዘብን ጊዜን ኣብ ስራሕ ኮይነ ርእሰይ ትኮስ ዝነበረት ክሓስብ እንታ ክሰርሓሎምየ ሎማዓንቲ እንታ ከብሎዖምየ ትብል ማለት እዩ ስለዚ ከምኡ ጌርክን መደብ ክትገብራ ትኽእላ ኢኽን ክትርእዮ ኢኽን እቲ ለውጡ ለውጡ ብጣዕሚ ኢኻ ትርእዮ ከም ዝበልክዎ ኣስቤዛ ናይ ኣስቤዛ ገንዘብ ብጣዕሚ ኢኻ ተውፅእ ብጣዕሚ ብጣዕሚ ተውፅእ ኣይመስለካን እምበር ዝበዝሕ ዝበዝሕ ዝውድኣልካ ኣስቤዛ እዩ ስድራ ምስ ኮንካ ኩሉ ግዜ እብልዕዎት ኣይብልዕዎቶም ቆልዑት ኩሉ ትገዚእካ ትመፅእ መዓት ትመልኦ ስለዚ ክሕግዘኪ ንኽእል እዩ መደብ ግበራ መደብ ግበራ ትፈትወኦ ነገር ሰሙናዊ መደብ ትገብራ ተደሊኽን ኣብ ሽዱሽተ ወርሒ ትቕይርኦ ተደሊኽን ኣብ ድልያትክን ትቕይርኦ ኩላትክን በዓል ቤትክን ንስኻትክን ኮፍ ኢልክን ዳሕራይ እንታይ እዩ ዝኸምታት ዘምፃልካ ኣብ ሓደ ፋሚሊ ጥርናፌ የርእየካ ፍቕሪ ሓልዮት ብልሒ እዩ ዝምህረካ ኣደ ኣቦ ጥራሕ ዶ ይኮንካ ኮፍ ኢልካ ትውስን ኮፍ ኢልካ ትውስን ይመርፁ ኩላቶም ቆልዑት ሰሉስ ታይ ንብላዕ፣ ረቡዕ እንታይ ንብላዕ፣ ሓሙስ እንታይ ንብላዕ እንዳበልኩም እቶም ቆልዑት ወረቐት ክፅሕፉ ትዕድምዎም ንሳቶም ፅሕፍዎ እቶም እቲ እቶም ቆልዑት ዋላ ንቶም ቆልዑት እውን ክራቲድ ኢኻ ትገብሮም ንቶም ቆልዑት በላዕቲ ኢኻ ትገብሮም ሓደ ፋሚሊ ክዋሳእ ክርእይዎ ከለዉ ብመደብ ክጓዓዝ ከሎ ንሽዑ ጥራሕ ንዓኻ ዘይኮነ ዝጠቕመካስ ነቶም ቆልዑት ፅቡቕ መዕበያ ኢኻ ትገብረሎም ኩሉ ግዜ ቁጠባ ፈልጡ ኩሉ ግዜ ገንዘብካ ከምዘይጠፍእ ከመይ ጌርካ ተጥፍኦ ፈልጡ ከመይ ጌርካ ይንበር ፈልጡ ዘድልየካን ዘይድልየካን ዘይምግዛእ ይፈልጡ ስለዚ ብሓንሳብ ኮንካ እንክልጅ እንዳገበርካ ንኩሎም ደቅኻ ኦኬ ፓፓ ሓንቲ ምረጽ ማማ ሓንቲ ምረጺ ዝወደይ ሓንቲ ምረጽ ዛጓለይ ሓንቲ ምረጽ ኢልካ ንዓኣቶም ወረቀት ከምዝጽሕፉ ጌርካ መደብ ከኣኒ ኩሉ ግዜ እቲ ሓደ ሓሙስ ሶኒ የላዕል ምሳኻ ኮይኑ ወይ ጣውላ ጣውላ ይሰርዕ ወይ ድማ ድሕሪኡ ይሓጽብ እታ ሓንቲ ከኣ ትሕግዘካ እታ ሓንቲ ከኣ ኣቐራሪባቶ ትጸንሕ ስጋዕ ማማ ፓፓ ዝመጹ ካብ ስራሕ እንዳበልካ መደብ ሰሪዕካ ክትከይድ ትኽእል ኢኻ ብጣዕሚ ብጣዕሚ እዩ ዘቕስነካ ብጣዕሚ ከኣ እዩ ጥዑም ዋላ ነቶም ቆልዑት ከማ መብዛሕትኡ ቆልዑት ገለ ኣብ ኣብ ደገ ንግሆ ቆሪሶም ምስ ከዱሲ ክመጹ ከለዉ ደው ኢሎም ሃይ እንታይ ምሳሕና እንታይ ድራርና እዮም ዝብሉኻ ቆልዑት ስለዚ ኩሉ ነገር ርግኣት ዘለዎን ንኤኮኖሚኻ ጹቡቕን ነቶም ቆልዑት ከኣ ዝበልዕዎ ይፈልጡን ቁጠባኻ ከኣ ተማሓይሹን ስለዚ እዚ ብልሒ እዚ ተጠቐማሉ እየ ድብለክን ብጣዕሚ ብጣዕሚ ጹቡቕ እዩ ኩሉ ግዜ ድኳን ምኻድ ኣየድልይን እዩ ኩሉ ግዜ እወ እቶም ቆልዑት ከማን ደስ እዮም ዝብሎም ስለ ዝፈልጡ ደስ ይብሎም ሓንሳብ ሓንሳብ ንምሳሌ ዓርቢ ሓንቲ ዓርቢ ታኮ ትገብራሎም ሓንቲ ዓርቢ ከዓ ፒትሳ ትገብራሎም ኖርማል ልሙድ ኣብዚ ዓዲ ቆልዓ ፋሚሊ ዝገብሮ ማለት ኣብ ምሉእ ኤሮጳ ይፈልጥን እዮም ኖርወይ ግን ታኮ ወይ ከዓ ፒትሳ ኢኻ ትገብር ማለት እዩ ስለዚ ሓንቲ ዓርቢ ፒትሳ እንድሕር ጌርክን ሓንቲ ዓርቢ ከዓኒ ክስታይ ትገብራ ማለት እዩ ታኮ ትገብራ ስለዚ እቲ ሓደ ሳላጣ ሰርሕ እቲ ሓደ ገለ ቅርብ እቲ ሓደ ገለ ቅርብ እንዳገበርካ ጽቡቅ ናይ ፋሚሊ ግዜ ተሕልፍ ኣክንዲ ንስካ ባዕልካ ሓሲብካ ወዲእካ ንዑቡ ንዑቡ ኢልካ ካብ ትርብሽ ን ትጽውዕ ንቆልዑት ንሳቶም ከማነይ ኣብቲ ሂወት ምሳካ ተዋሲኦም ምሳካ ኮይኖም የማሓድርዎ ነቲ ገዝኦም ወይ ከኣ ነቲ ሂወትኩም ብሓንሳብ ኮንኩም ተማሓድርዎ። እንታይ ታኮ እዚ ናይ መክሲኮ ዝስራሕ እዩ ታኮ ድበሃል ከመይ መገልፀልኪ እየ ታኮ ታኮ ስለዚ እንድሕር ደኣኒ ፎሽላግ ደሊኹን ድማ ኣነ ዝጥቀመሉ ዝነበርኩ ሶኒ ሶኒ ዓሳ ንበልዕ ነርና ሶሉስ ሶሉስ ድማ ኣብ ገዛ ፒትሳ ሰርሓሎም ነይረ እቲ ናይ ፒስታ ሳውዝ ባዕለይ ክስታይ ገብሮ ባዕለይ ይሰርሖ ፒትሳ ሰርሓሎም ደድ ደልይዎ ነገር ከኣ ይገብሩላ ሮቡዕ ነገ ሮቡዕ እዚ ሾት ቦለር ገለ ምታት ገለ ይገብረሎም ነይረ ሾት ቦለር ገለ ምክንያቱ ቆልዑት ከለዉ ከምቲ ንሕና ንጥንቆቆ ንጥንቀቅ እኒና ግን ስጋ የድልዮም ዓሳ የድልዮም እዩ እቲ ናይ ዓሳ ነገር ናይ ስጋ ነገር ሮቡዕ የብልዖም ነይረ መልሻ ሓሙስ ዓሳ ዓሳ ፎቱ እዮም ደቀይ ዓሳ ዓሳ ገብር ነይረ ሕጂ ነቲ ዓሳ ክገብር ከለኹ ሓንቲ መዓልቲ ብድንሽ ተጌረያ እታ ሓንቲ እታ ሶኒ እንድሕር ብድንሽ ገይረ ሮብዕ ከዓኒ ናይታ ሓሙስ ድማ ብፅታይ ገብራ ኩሉ ግዜ ሓምሊ መምሊ ኣለዎ ግን ብድንሽ ይገብራ ወይ ከዓ ብሩዝ ይገብራ ማለት እዩ እንዳቀያየርኩ ሓንሳ ብሩዝ ሓንሳ ብገለ እንዳገበርኩ ክልተ መዓልቲ ግድን ዓሳ ንሰርሕ ነርና እታ ሰሉስ ፒትሳ ኣብ ክበኩዕ ዋላ ግዜ የብሉን ኣብ ኩዓቢለ እቲ ደድልዮም ነገር ባዕሎም ይገብሩሉ ኩላህና እንዳ ዓለልና ንገብር ማለት እዩ ሮቡዕ ከም ዝበልክዎ ናይ ስጋ ዓይነት ገለምታት ይገብረሎም ሓሙስ ናብቲ ኣቅስታይ ንምለስ ናብታ ዓሳ ንምለስ ሕጂ ንሕና ታኮ ስለ ዝገብር ዓርቢ ክሳይ ኣይገብርን እየ ፒትሳ ገለ ኣይበልዑን እዮም ማለት እዩ ቀዳ ቀዳም ከኣ ግረት ኣሎ ናይዛ ዓዲ ስጋዕ ዝጉብዙ ከምኡ ገብረሎም ነይረ ግረት ኣሎ ናይዛ ዓዲ ሰንበት ላዛኛ ድዩ ገለምታት ገለ ይሰርሕ ድተርፍ እውን ኣይገብርን እየ ምክንያቱ መብዛሕትኦም ቆልዑት ዝተርፍ ገለምታት ኣይፈትውን እዩ ከምዚ ንሕና ዓይና ዓበይቲ ኢና ኣኔለይ ዓበይቲ ኢና ከምዚ ዝሓደረ ምብላዕ ገለመለ ንፈቱ እምበር ቆልዑት ኣይፈትዉን እዮም ዝሓደረ ምብላዕ ስለዚ ሰንበት ከኣ ፓስታ ናይ ፓስታ ድዩ ወይ ላዛኛ ድዩ ገለ እንተ ገለ ትገብረሎም ቁርትለይ ባላንስ ዘለዎ ሙቆት ዝህቦም ንውሽጦም ክዓብዩ ኣለዎም ቺዝ ስጋ ዓሳ ገለምታት ገለስ ክበልዑ ኣለዎም ሕጂ ካብ ስጋ ምብዛሕ እውን ደርሆ ደርሆ ከኣ ባረስዐዮ እቲ ኣሮቡዕ ሓንሳእ ደርሆ ይገብር ሓንሳእ ከኣ ናይ ሾት ቦለር ገለ ይገብር ማለት እዩ እንዳቀያዮርኩ ናይ ደርሆ ዓይነት ውን ከምኡ ከከም ድሌትካ ጌርካ ሳላጣ እቲ ሰለፋት እንድሕር ኮይኑ ለኻኺኻዮ ሓዲርካ ምሸት ኣብ ኦቨን ኣእትው ተብሎ ብጥቕኡ ሳላጣ ግብር ኣቢልካ ሓምሊ ምምሊ ግብር ኣቢልካ እንዳቃባጠርካ እንዳቃባጠርካ ከምዚ ኣዴታትና ዝገብርኦ ዝነበራ እንዳቃባጠራ ንቲ ምግቢ ከም ንፈትዎ እንዳገበርና ኢኻ ትቕልቦ ማለት እዩ ስለዚ ብዙሕ ብዙሕ ነገር እዩ ዝብለልካ ብኡ መልክዕ ከኣኒ ናይ ደገ ከም ዘይፈትዉ ኢኻ ትገብሮም ናይ ቆልዑት ኣብ ገዛ ከተብልዖም ከለኻ ናይ ደገ ደስ ኣይብሎምን እዩ ኣደ ድማ ፍስህ እያ ትብል ደስ እዩ ዝብለካ ንሕና ከም ኣዴታት ኩሉ ግዜ ኣብ ክሽነ ባዕልና ዘፍረናዮ ባዕልና ዝገበርናዮ ክበልዑ ከለዉ ደቅና እዩ ደስ ዝብለና ስለዚ ንዓኽን ከኣ ደስ እንዳበለክን እንዳተሓጎስክን ኩላትካ ብሓንሳብ ኣለዓዒልካ ሽዑ እቲ ድግበር ገብሩ ማለት እዩ እቲ ካልእ ከዓ ንምንታይ እዩ ዝጠቕመካ ኣክቲቪቲ እንድሕር ኣለካ ኮይኑ ኣክቲቪቲ ክኸዱ እንድሕር ኮይኖም ቀራሪብካዮ ወይ ሰሪሕካዮ ክትሓድር ስለ ትኽእል ሰራሪሕካዮ ቀራሪብካዮ ክትሓድር ትኽእል ኢኻ ወይ ከዓ ወላ ቀራሪብካዮ ከማን እኹል እዩ ቀራሪብካዮ እንድሕር ሓዲርካ ስለ ትፈልጥ ንፅባሒቱ ኣይትሽገርን ኢኻ ይጥዕም እንድሕር ኮይኑ ቅድሚ ትሬን ይንበልዑ ደይጥዕም እንድሕር ኮይኑ ከዓ ኣብፅሕካዮም ስጋዕሶም ዝውድኡ ኦብን እቱ ኣቢልካ ወዳዲእካ ክትገብር ትኽእል ኢኻ ሕጂ እንታይ እዩ ነቲ ሂወት ዘቅልለልካ ብፕላን ትጓዓዝ እንድሕር ኮንካ ትገብሮ መዓልታዊ ትፈልጥ እንድሕር ኮንካ ኣየናይ ተቀድም ኣየናይ ተድሕር ትፈልጥ እንድሕር ኮንካ ነቶም ቆልዑት ድማ ሕጉሳት ኮንካ ክትቀርቦም ሕጉሳት ኮንካ ምስኦም ከተሳልዮም ኣብ ሂወቶም ይቀለልካ ምክንያቱ ሓሳባት ተብዝሕ እንድሕር ኮንካ እቲ ትገብሮ ደይ ትፈልጥ እንድሕር ኮንካ ትጨናነቅ እንድሕር ኮንካ ሎሚ ከንታ ከብልዖም እየ ድኳን ክከይድ ኣለኒ ሽዑ ገለ ከምጽእ ኣለኒ ሽዑ ገለ መታቲልካ መዓልታዊ ዘየድሊ ኤክስትራ ጉያታት ትገብር እንድሕር ኮንካ ገንጫር ትኸውን ሰብ ክዛረበካ ከሎ ጌጋ ርዳእካ ኣይተስተውዕልን ኢኻ ምስ ደቅኻ ሓረቕ ሓረቕ ትብል እታ መዓልቲ ክትውድኣልካ ጥራሕ ኢኻ ትደሊ እንድሕር ከምዚ ዓይነት ኣካይዳ ጌርክን ግን እመናኒ ደስ እንዳበለክን ክትደኽማ ከለኽን ከዓ ጥዑም ድኻም እንዳደኸምክን ቆልዑት ከዓ ሕጉስ ኢሎም ደስ ኢልዎም ይድቅሱ ስለዚ እዚኣ ተጠቐማላ ብዘይቀልዓላ ወረቐት ጽሒፍክን ዘለክን ከይረኣኽን ከኣ ኣይትኺዳ ናብ ክስታይ እንዳ ድኳን ደለካ ክትርኢ ኣለካ መጀመርያ እንታይ ማለት እዩ ደንጥስ ኣይሕፀባዎ ኣይሕፀባ ስለዚ ታብታብ እንዳገበርኩ ከምዚ ጌርክን ክትገብራ ትኽእላ ኢኽን ደስ እዩ ዝብሎም ቆልዑት ከማ ንዑ መደብ ነውፅእ እንተ ክንበልዕ ኢና ፅባሕ እንተ ክንገብር ኢና ፅባሕ ገሊልክን ብሓንሳብ ኮፍ ኢልኩም ገለምታት ገለ ክትገብሩ ከለኹም ንቆልዕት ከማነ ደስ እዩ ዝብሎም ባኒ ገለምታት ድማ ባኒ ክትገዝኣ ከለኽን ከዓኒ ኩሉ ግዜ ንጉሆ ባኒ ይሓስር እዩ ንጉሆ ሰዓ ሸውዓተ ይሓስር እዩ እቲ ኩቡር ባኒ ኩቡር ኩቡር ባኒ ኣርባዓ ቅርሺ ኣርባዓ ፈርቺ ክሮና ፈንቲ ክሮና እንዲ ዋግኡ ብፍላይ ኣመኒ ንጉሆ ሰዓ ሸውዓተ ሕሱር እዩ ሰላም ሰላም ሕውሱር እዩ ስለዚ ባኒ ከኣ ክንዲ መዓልታዊ ባኒ ትገዝእ ክትከይድ ከለካ ክልተ ሰለስተ ዝገዝእ ትገዝእ ክልተ ሰለስተ ገዚእካ ኣብ ፍርቂ ፍርቂ እንዳ ገበርካ ኣብ ስታይ ተእትዎ ኣብ ድፍሪስ ተእትዎ ተጣቢብካ ተዘይኮይኑ በሪ ባኒ እንድሕር ደይ እንድሕር ቀልጢፉ ስለ ዘይውዳእ ማዓት ነገር ኢኻ ትጉሕፍ ትጉሓፍ ገንዝብ ክህልወካ የብሉን ንምግቢ ክትጉሕፋ ክትውዕላ የብልክንን ምግቢ ምጉሓፍ ገንዘብ ምጉሓፍ ማለት እዩ ስለዚ እቲ ገንዘብ ምጉሓፍ ከኣ ጠቕሚ የብሉን ዋላ ኮሮና ትኹን ዋላ ቅርሺ ትኹን ክትጉሕፋ የብልክን ስለዚ ከምኡ እንዳገበርክን ብሜላ ነቲ ህይወት ክትሳለዩ ኣለክን ከምዚ ምስ ለመድካ ብጣዕሚ እዩ እንታይ ይባሃል ዝኾነካ ጥዑም ጥዑም ዝጥዕመካ ኣብዚ ዓዲ ዝስዕሩና ነገር ብከምኣ ጥራሕ እያ እታ ፕላን ገይሮም ስለ ዝኸዱ እንዳ ድኳን ክኸዱ ከለዉ ትርእኦም ኢኽን ንሕና ፌስታ ዘለና ኢና ንመስል ዓረብያ መሊእና ግሎብታት እንዳደፋእና ገለ ንኸይ ከምኡ ትሪኣን ኢኽን በጀካ ኣውደኣመት ተዘይኮይኑ ክዕፆ ተዘይኮይኑ ንሕና ኢና ከምኡ ንገብር ማለት እዩ ከምኡ ክንገብር ከለና ከዓ ብዙሕ ንኸስር ዳግማዊት ሃይ ዳግማዊት ስለዚ ከምዚ ጌርክን ክትከስባ ትኽእላ ኢኽን ልክዕ ልክዕ ልክዕ ሕሰቦ እዚ ሕጂ ቅድሚ ከምኡ ምጅማርክን ክንደይ ተውፅኣ ንወርሒ ንምግቢ መርኣይኦ ሽዑ ትፕላን ጌርክን ከዓኒ ትፕላን ጌርክን ከዓ ረኣይኦ እሞ ኣናፃፅሮ ሽዑ ብዙሕ ብዙሕ ብዙሕ ኢኻ ትቁጥብ ብብዙሕ ኢኻ ክትሰርሕ ከለኻ ንሽዓኣ ጥራሕ ትኸውን ንሽዓኣ ጥራሕ ትኸውን ስራሕ ኣቢልካ እንታይ ይበሃል ክትገብር ኣለካ ተሓዲሩ ተውዒሉ ኣይብላዕን እዩ ይጓሓፍ ጥራሕ እዩ ሂወት ዘንጸርጽረካ ቆልዓ ምዕባይ ዘንጸርጽረካ ብፕላን ዘይትኸይድ እንድሕር ኮንካ ትገብሮ ዘይትፈልጥ እንድሕር ኮንካ ብሃውሪ ጥራሕ እንድሕር ትኸይድ ኮንካ ክራቲቪቴት እንድሕር ዘይብልካ ክትተዓጻጸፍ ክትክእል ኣለካ ንቆልዑት እውን በላሕቲ ትገብሮም ስትረስ ከይገበርካ ምስ ተዕብዮም ስትረስ ገለ ክበዝሓካ ይብሉን ብሓሳብ ብጭንቀት ገለምታት ክትዋራጥ የብልካን ምክንያቱ እኹል ስትረስ ኣለና ብዘይብኡ ስለዚ እቲ ናይ ገዛኻ ከተመሓድሮ ከለኻ ብሜላ ከተመሓዳድሮ ክትክእል ኣለካ። ኩሉ ግዜ ድማ ኣበይ ኢኻ ተጥፍእ ዘለኻ ገንዘብ፣ ኣበይ ኢኻ ትጋገ ዘለኻ፣ ኣበይ ኢኻ ክትመሓየሽ ዘለካ ክት እንዳፈለጥካ ክትከይድ ክትክእል ኣለካ። ብፍላይ እዚ ስቤዛ ስእልካ ዝረኣኻዮ ምግዛእ፣ ትበልዖን ዘይትበልዖን ምግዛእ፣ መዓት ሶዳ፣ መዓት ሽኮራዊ ነገር፣ ገለ መለ ገለ ምግዛእ ንቆልዑት በቲ ንጥዕንኡምን በቲ ገንዘብካን ኢኻ ትሃላ። ስለዚ ህድኣት ርግኣት ዘለዎ ጥዕና ዘለዎ ቆልዑት ከተዕቢ ብስነ ስርዓት ክትከይድ ኣለካ ብፕላን ክትከይድ ኣለካ ኣቦ ሓንቲ ጎማ ተሰኪሙ ይመጽእ ኣደ ከኣ ከምኡ ሓንቲ ጎማ ተሰኪማ ትመጽእ በቃ የድልየካ ድዩ ይድልየካን ኣይትፈልጥን ኢኻ ክልተ መዓልቲ ገለ ምስ ገበረ ሳላጣ ተኾይኑ ይባላሾ ገለ ተኾይኑ ይባላሾ ገለ መለ ከምኡ ክኸውን የብሉን ተሳማሚዕካ ብሓንሳብ ፕላን ጌርካ ኢኻ ክትከይድ ዘለካ በቢኢድካ ኣይኮንካ እንዳ ዱካን ኬድካ ተተሳኻኺምካ ትመጽእ ከምኡ እንድሕር ኮይኑ ሰሪሕካ ሰሪሕካ ትኸስር ጥራሕ ኢኻ ገንዘብ ምቁጣብ ገንዘብ ምሓዝ ገንዘብካ ከመይ ጌርካ ተጥፍኦ ክትፈልጥ ክትክእል ኣለካ ንኸብድና ንቆጥብ ኣይብልን እየ ዘለኹ ዝጓሓፍ ግን ክህልወና የብሉን ንኸብድና እቲ ድበለጸ ክንገብረላ ኣለና ግን ክንጉሕፍ ግን የብልና ንሕና ብጣዕሚ ኢና ንጉሕፍ ብጣዕሚ ኢና ንጉሕፍ ስለዚ ዓቐምና ዝኾነት ነገር እንዳገበርና ብሉፅ ልኾነ ንጥዕና ዝምጥን ምግብታት እንዳሰራሕና እንዳተመገብና ከዓ ኮይጎሓፍናን ገንዘብና ከይከሰርናን ክንናበር ንኽእል ኢና። so ብዙሕ ተጸቢሃኒ ስለዚ ያ ታብታብ ባ ግበሩ ዝኩሉ እንዳተዛረብኩ ታብታብ ሰላም ሰላም ሰላም ሰላም መዓሪ ኣለኻ ዶ ያ ስለዚ ከምኡ ከምኡ እንዳገበርና ክንካየድ ክንክእል ኣለና ገንዘብካ ድማ ኩሉ ግዜ መታን ወርሓዊ ሓላፍነት ወርሓዊ ወርሓዊ መታን ገንዘብካ ቁት ክትቆፃፀሮ ገለመለ ድማ ክልተ እንድሕር ኮንካ ሓንቲ ሓንቲ ኣካውንቲ ከፊትካ ክልቴኻ ትጥቀመላ ክትገብር ትኽእል ኢኻ፣ ብፍላይ ሰብኣይን ሰበይትን ድሕር ኮንካ ብሓንሳ ትነብር ድሕር ብሓንሳብ ኮንካ እቲ ድበለጸ ሓንቲ ኣካውንት ከፊትካ ክልቴኻ እቲ ደድ ተዋዓልካዮ ገንዘብ ኣብ ሓንቲ እንዳእተኻ ኑቲ ኩሉ ዝኽፈ ዝወጻኢታትካ ዝኽፈል ራይኒ ራይኒ ናትካ ገለብታት ዝኽፈል ኣብኣ ክትገብራ ከለኻ ኣቶማቲክ ክቁረጽ ከሎ እዩ እቲ ድበለጸ ካብ ክልቴኻ ፌለስ ኮንቶ እያ ፌለስ ኮንቶ ጌርካ ከምኡ ክትገብር ከለኻ እዩ ድበለጸ ካብ ንሱ መዓት ነገር ገዚኡ ይመጽእ ንስኺ ከኣ መዓት ነገር ገዚእኪ ትመጺ ጥርንፍ ዝበለ ኣካይዳ ክንከይድ ከለና ኢቲ ንዓና ክሕግዘና ዝኽእል ስለዚ ፌለስ ኣካውንቲ ከፊትና ወይ ከኣ ሓንቲ ኣካውንቲ ክልቴና ንውንና ከፊልና እቲ ዝግበኣና ክልቴና ተማቒልና ኦኬ ክንድዚኣ ተእትዊ እስኺ ኣነ ከኣ ክንድዚኣ የእቱ እንዳበልና ክንከይድ ከለና ወይ ከኣ ኢኮኖሚና ክንመርሕ ከለና እዩ ንዓና ኣብ ጭቕጭቕ ዘየብጽሓና፣ ዘየባእሰና፣ ኣታዊና ንፈልጥ፣ ወጻኢና ንፈልጥ፣ ክንቁጥብ ተደሊና ከኣኒ ንቑጥብ፣ መብዛሕትኡ ግዜ እንድሕር ንስኻ ናትካ ኣላካ እሳ ከኣ ናታ ኣለዋ ሽዑ እሳ ገለ ትገዝእ እስኻ ገለ ትገዝእ እስኻ በት ተሰኪምካ ትፈልጥ፣ ፍሉጥ ዝኾነ ወጻኢ እንድሕር ዘይብልካ ኢኻ ኣብ ጭቕጭቕ ትኣቱ ኮንትሮል ከኣ ደይትገብሮ ንቲ ኣታዊኻን ወጻኢኻን ማለት እዩ ሓዲኻ ክትውጻዕ ትኽእል ሓዲኻ ከኣ ከይትውጻዕ ትኽእል ክትሰድድ ተደሊኻ ንስድራ ድዩ ንቆልዑት ገለ ክትገብር ተደሊኻ ደይጥዕም ዝኸውን ማለት እዩ ስለዚ ብሓንሳብ ክትነብር ከለኻ ኩሉ ግዜ እንታይ እቲ ድበለጸ ፈለስ ጌርካ ኮፍ ኢልካ ተዛራሪብካ ግድን እሱ እንድሕር ኮይኑ ካባኻ ንላዕሊ ዘእቱ ንሱ ካባኻ ንላዕሊ ክኸፍል ኣለዎ ንሳ ካባኻ ንላዕሊ ውሕድ እንድሕር ኮይና እትእቱ ከኣ ውሕድ ክትከፍል ኣለዋ ን ውሕድ ክትከፍል ኣለዋ እዚ ክትሰማማዕ ኣለካ እዚ ማለት ግን እንታይ እዩ ንእስኻ ኮንቱ ካልእት ኮንቱ ናታ ኣይ ኣይውንነካ ኣይትውንኖን ኢኻ ወይ ከኣ ኣይእትውዶን ኢኻ ማለት ኣይኮነን ንሳ እውን ከምኡ እንተኾነ ግን ነቲ ናይ ብሓባር ትነብርዎ ዘለኹም ሂወት ግን ብሓንሳብ ትመርሕዎ ማለት እዩ ብሓንሳብ ፕላን ተውጽኡ ኮምኡ ተጌርካ ስለ ዝቀልል ማለት እዩ ክትሰድድ ትኮንካ ስምምዕ ትገብር ኦኬ ሎም ወርሒ ክንድዜን ክንድዜን ቆጢብና ኣለና ሎሚ ንስድራኪ እታ ትመጽ ደላ ወርሒ ከኣ ንዓይ ገለ ነገር ተጋጢሙ ካብቲ ነስቤዛልካ ዘቀመጥካዮ ካብቲ ኣብታ ናይ ክልቴካ ኣካውንት ዘእተካዮ ገንዘብ ተተሪፉ ድማ በሊ ሎሚ እዚኣ ንቀምጠን ንክስታይ ክኮነና ሓሙሽተ ሚእቲ ድያ ዋላ ሽሕ ድያ ትትረፍ ኦኬ እዚኣ ነቀምጣ ስድራኻ ክደልዩ ከለዉ ወይ ከኣ ስድራይ ክደልዩ ከለኹ ከምዚ ጌርኩም ተሳማሚዕካ ኢኻ ክትከይድ ዘለካ ሕጂ እቲ ናይ ቀደም ኣካይዳ ንሕና ንነብሮ ዝነበርና ሓደ ሓዲኦም ዘመሓድሮ ነቲ ገንዘብ ከምኡ ክኾን ኣይክእልን እዩ ገንዘበይ ገንዘብካ ደይኮነሲ ንቲ ናይ ክልቴኻ ገንዘብ ብልዝብ ብስነስርዓት ክትጥቀመሉ ከለኻ ብስነስርዓት ኣብ መውዓላ ከተውዕሎ ከለኻ ንሳ ተሓቢኣ ክትሰድድ ኣየድልያ ንስድርኣ ንስኻ ተሓቢእካ ክትሰድድ የብልካ ክልቴኹም ብስምምዕ ንቲ ናይ ክልቴኹም ኢኮኖሚ ባላንስ ጌርኩም ብስነስርዓት ክትጥቀሙሉ ከለኹም እዩ እቲ ድበለፀ። እዚ ግበሩ ኣይብልን እየ ግን ዝበዝሕ ሰብ ኣብዚ ዓዲ ዝገብሮ ከምኡ እዩ ዝገብር ከምኡ ስለትገብር ድማ ንስኻ ዝያዳ ኣይትህሰ ንሳ ከዓ ዝያዳ ኣይትህሰ ግን ደጊመ ደጋጊመ ክብሎ ዝደሊ እንድሕር ንሳ ዝያዳ ትእቱ ኮይና ንሳ ዝያዳ ትኸፍል ትእትፍታ ኣካውንት ዝያዳ ከከም ስምምዕካ ንስኻ እንድሕር ዝያዳ ትእቱ ኮንካ ከምኡ እዚ ዝጠቕመካ እንታይ እዩ ነቲ ኢኮኖሚኻ ኮንትሮል ክህልወካ፣ ኣብ ዘይተደልየ ዕዳታት ከይትኣቱ፣ እስኻ ዝያዳ ትኸፍል ዘለኻ ከይስምዓካ፣ ኩሉ ግዜ ድማ እቲ ድኽፈል እሳ ድኸፈለቶ መሲልካ እስኻ ከይከፈልካዮ ስቕ ትብል ወይ ንሳ፣ እዚ ክምታት ጽቡቕ ኣይመጽእን እዩ። ፌለስ ኣካውንት ግን ክልቴኻ ኢኻ ካርድ ትሕዝ፣ ከምዚ ጌርካ ከተመሓድሮ ከለኻ እቲ ድበለጸ። ዝኾነ ነገር ናይ ፋሚሊ ጸገማት ክመጽእ ከሎ ፋሚሊ ክሕገዙ ክደልዩ ከለዉ ከኣ ብስምምዕ ካብቲ ዝተረፈካ ኦኬ ከምዝን ከምዝን ጌርና ሎሚ ንስድራይ ጽባሕ ክኣ ንስድራኺ እታ ትመጽእ ደላ ክኣ በቃ ወደይ ቆልዓ ገለ ድልይዎ ኣሎ ኦኬ እሞ ንዕኡ ንግዛእ መጀመርያ ብስምምዕ ከምስታት እንዳገበርካ ኢኻ ትከይድ ከለኻ ብግልጽነት ክትነብር ከለኻ ብሓንሳብ እንድሕር ትቅመጥ ኣለኻ ሚእትኻ ሚእቲ ግልጽነት ክህልወካ ክኽእል ኣለዎ ኩሉ ነገር ብሓንሳብ እንዳኸድካ ከለኻ ኩሉ ነገር ብሓንሳብ እናነበርካ ቆልዑት ወሊድካ ኣብ ሓደ ዓራት እንዳደቀስካ ምስ ካልእ ሰብ ዘይትገብሮ እንዳገበርካ ንስኻ ኣታዊኻ ኣይትፈልጦ ንስኻ እስኻ እሳ ኣታዊኻ ኣይትፈልጦ ንሳ ኸኣ ኣታዊኣ ኣይትፈልጦ እሳ እንታይ ገዚኣ ኣይትፈልጥ እስኽ እሱ ኸኣ እንታይ ገዚኡ መዓስ ሰዲዱ ደይትፈልጥ እንድሕር ኮንካ ግን እዚ ጽቡቕ ኣይከይድን እዩ ኣብ ሞንጎ ባእስን ቅርሕንትን እዩ ዘምጻልካ ስለዚ ግልጽነት ዘለዎ ኣካይዳ ስድራይ ስድራኺ ስድራኻ ኸኣ ስድራይ ኢልካ እንዳትሓ እንዳበልካ ኢኻ ክትከይድ ዘለካ

ግን ትቀንዲ ግን እቲ ፌለስ ትኡ ቲፍተር ናትካ ኢካ ክትገብሮ ዘለካ ትካልካ ትሰማማዕ ኣሎ ማለት እዩ ግን ቀንዲ ብሓንሳብ ክትቅመጥ ከለካ ወይ ካኣ ብሓንሳብ ሓዳርን ስድራን ክትመርሕ ከለካ እቲ ሓፈሻ እቲ ብሓንሳብ ተውጽኦ እቲ መናባበሪካ ኢካ ቀድም ተቀድሞ ንዑ ኢካ ናይ ገዛ ክራይካ ድዩ ናይ ደቅካ ናይ ቤት ትምህርቲ ድዩ ናይ ምግብካ ዲካ ንሱ ኢካ እቲ ካልእ ካኣ ትሰማማዕ ኣሎ ማለት እዩ ስለዚ ከምኡ ኢኻ ብስምምዕ ኢኻ ክትከይድ ዘለካ ከምዚ ተጌርና ሎሚ ዓመት በቃ ከምዚኣ ጌርና እስኺ ክንደይ ተሪፈናኺ ኣብኡ መሰእተኺ እስኻኸ ክንደይ ተሪፉካ ኦኬ ከክንድዚኣ ከኣ ነቐምጥ እንዳበልካ እንዳተረዳዳእካ እዩ ኦኬ ናይ ኣስቤዛና ጌርና ኣለና ናይ ቆልዑት ከፋፊልና ኣለና ክንደይ ተሪፉና እዚኤን ከነዋህልለን ዝመጽእ ዘሎ ዓመት ከምዚ ክንገብር ኢና ዝመጽእ ዘሎ ኩሉ ግዜ መደብ እንዳገበርካ እንዳተደጋገፍካ ኢኻ ክትከይድ ዘለካ ኩሉ ዋላ ብኢኮኖሚ ክዳጋገፍ እዩ ዘለካ ዋላ ብኢኮኖሚ ክትታሓባባእ ገለ ምታት ገለ የብልካን ንዓኻ ከማን እቲ ሂወት ኮምኡ እዩ ዝቀለልካ ኮምኡ ክትገብር ከለኻ ዝያዳ ትቃራረብ ዝያዳ እምነት ይሓድረካ ዝያዳ ድማ መጻኢኻ ከኣ ራኢ ዘለዎ ይኸውን ማለት እዩ ኦኬ ሎሚ ዓመት ንስኺ ማኪና ተማሃሪ ንምሳሌ ንኣሽቱ ድሕር ኮንኩም ሓዳር ትጅምሩ እንድሕር ኣለኹም ኦኬ ሎሚ ዓመት ንስኺ ማኪና ተማሃሪ ንስኺ ማኪና ትመሃሪ ኣነ ከኣ እስኺ ምስ ወዳእ ክመሃር እሳ ከኣ ከምኡ በቃ ንስኻ ተመሃር ከምኡ እንዳተደጋገፍካ እዩ እንዳተሓላለኻ እዩ እንዳተረዳዳእኻ እዩ ብገንዘብ ትፈላለ ብኻልእ ነገር ግን ዘይትፈላለ እንድሕር ኮንካ ግን ክትነፍዕ ኣይትኽእልን ኢኻ እሳ የማነይቲ ኢዳ ክትኮነካ ንዓኻ ተተባብዓ ንዓኣ ንስኺ ከምዚ ግበሪ ሽኮረይ በቃ ወጺኺ ስኺ ስርሒ ወጺኺ ስኺ ከምዚኣ ግበሪ ከምዚኣን ከምዚኣን ቆጢብና ዝመጽእ ደሎ ገዛና ንገዝእ ዝመጽእ ዘሎ ከምዚኣ ንገብር እንዳበልካ እንዳተራዳዳእካ ገለ መለ ንኽትጨቓጨቕ ትጨቓጨቕ ንኽትበኣስ ትጨቓጨቕ ቆልዑት ክትወልድ ብሓንሳብ ትድቅስ ንቲ ህይወት ንኽትመርሖ ግን ነንበይንኻ እንድሕር ኮይኑ ልብኻ ግን ከምኡ ክኸውን ኣይክእልን እዩ ስለዚ ሙሉእ ብሙሉእ ልብኻ ክትወሃሃብ ኣለካ ዝሕል ኢላ ትሕር ኮይና ከተንፍዓ ክትፍትና ኣለካ ሽኮረይ ከምስተ ጌርኪ እዩ እቲ ድበለጸ ዝኮውን እሳ ካኣ ከምኡ እስካ ካኣ ከምዚ ግበር ስለዚ እንዳ ተሓጋገዝካ እንዳ ራኢ ዘለካ እንዳ ኮንካ እንዳ ተዳጋገፍካ ኢካ ክከውን ዘለዎ እምበረይ እንድሕር ዳኣ እኔ ናተይ ናተይ ብሓንሳብ እንዳ ነበርካ ናተይ ናቱ ገለ ትባሃሃል እንድሕር ኮንካ ክኮውን ኣይክእልን እዩ ዋላ እዚ ሕጂ ፌለስ ኮንቶ ትገብሮ እንታይ እዩ ንሳ ግድነት ስለ ዝኮነ ደሞዝ ናታ ኣብ ናታ ኣካውንቲ እዩ ዝኣቱ ናትካ ካኣ ኣብ ናትካ ኣካውንቲ ኣብ ናትካ ኣካውንቲ እዩ ዝኣቱ ስለዚ ነናትኩም ኣካውንት ኢኹም ንስኹም ትውንኑ ግና እቲ ናይ ሓባር ትገብርዎ ነቲ ናትኩም ወጻኢታት ማለት እዩ ነቲ ናትኩም ወጻኢታት ካብቲ ዝተረፈኩም ከኣኒ ንሳ ናጽነት ኣለዋ ኣብ ኢኮኖሚ ናታ ንስኻ ናጽነት ኣለካ ኣብ ኢኮኖሚ ናትካ እቲ ንዓኻ ዘድልየካ ከኣኒ ብዘይ ናታ ፐርሚሽን ክትገብር ትኽእል ኢኻ ማለት እዩ እሳ ከኣ ከምኡ ብዘይ ናትካ ትጽቢትን ፐርሚሽንን ክትገብር ትኽእል እያ ግን እቲ ቀዳምነት ከተቐድሞ ዘለካ ግን ንሓዳርካን ንደቅኻን ዝጠቅም ነገር መጀመርያ ማለት እዩ ስለዚ ከምኡ እንዳበልካ ኢኻ እንዳበልካ ትኸይድ እንዳነፋዕካ እንዳተመሃሃርካ ከተጥርዮ ትደሊ እንዳጥረኻ ከምኡ ኢኻ ትኸይድ ከምኡ እንዳገበርካ ኢኻ ክትነፍዕ ዘለካ ማለት ዋላ ኩሉ ኣይንበል እምበር ብዙሕ ሰብ እዩ ብገንዘብ ዝበኣስ ከይነገረህኒ ሰዲዳ ከይነገረኒ ሰዲዱ ኣታዊ ይፈልጦ ነይ ገንዘቡ ይፈልጦ ነይ ገለምታት ሚእቲ ካብ ሚእቲ ኣታዊኡ ኣታዊኣ ምፍላጥ ኣይድልን እዩ ግን ጉቡእ ክገብር ኣለዎ ጉቡኣ ከኣ ክትገብር ኣለዋ ማለት እዩ እሱዩ ትፌለስ ኣካውንት ዘድልየካ ጉቡእካ መታን ብጉቡእ ክትገብር ማለት እዩ ክልቴኻ ነቲ ትነብሮ ዘለኻ ሂወት ንወይ ከኣ ነቲ ሓላፍነት ተሰኪምካ ከተካይዶ ስለ ዘለካ ኢኻ ከምኡ ትገብር ታዲያ ከገዲሽኪ ናተይ ኣታዊ ታዲያ ከገዲሽካ ናተይ ኣታዊ ደይኮነሲ ግድነት እኳ ተዘይኮነ ምፍላጡሲ ግን ብሓንሳብ ኮንካ ነቲ ዝግበኣካ ነታ ትነብረላ ዘለኻ ሂወት ወይ ከኣ ነታ ትመርሓ ደለኻ ገዛ ክልቴኻ መራሕቲ ክትከውን ኣለካ ብሓንቲ ኢድካ ስለዘይተጣቕዕ ናይ ክልቴኻ ወጻኢኻ ኣብ ሓንቲ ኣካውንት እእቲኻ ከተመሓድሮ ክትክእል ኣለካ ክትመሓደር ክትክእል ኣለካ ኩላትካ ማለት እዩ ሕጂ ብዙሕ ነገር እዩ ዝሕግዘኩም ከምኡ ምግባር ግልጽነት ዘለዎ መንፍዓት ዘለዎ ራእይ ዘለዎ ሙሉእ ሓልዮት ዘለዎ ብርእሲ ንክልቴኻ ኮምኡ እዩ ከምኡ ተኾንካ ኢኻ ክትዕወት ትኽእል ከምኡ ተኾንካ ኢኻ እቲ ሂወት ሓዳር ክቐልል ዝኽእል ማለት እዩ ስለዚ ያ ክልቴኻ ከተመሓድር ኖኖ ክልቴኻ ከተመሓድር ክልቴኻ ተዘራሪብካ ተመሓድር ክልቴኻ ተመሓድር ማለት ኮኒ ተዘራሪብካ ሲ ተመሓድሮ ግበሪ ሪኣት ግበሪ ዘይኮነ ሲ ትዛራረብ ኣለካ ክልቴኻ እቲ ሓደ ጥራሕ ወናኒ ክኸውን የብሉን እቲ ኣታዊኻ ወጺኻ ኣታዊኻ ሪኢኻ ወጻኢታትካ ሪኢኻ ድሕሪኡ ከኣ እቲ ዝግበር ተማኺርካ ገለምታት ገለ ክኸውን ኣለዎ ክልቴኻ ወፊርካ ትኣቱ ኣለኻ ክልቴኻ ኢኻ ትውንና ነቲ ሓዳር እቲ ሓደ ብድሌቱ እቲ ሓደ ብድሌታ ዘይኮነሲ ክትረዳዳኣን ክትሰማማዓን ኣለካ ያ እዚ ኣብቲ እንታይ ይበሃል ኣይኮነን ከይዳ ንኣሳ ጫማ ገዚኣ ንሱ ጃኬት ገዚኡ ገለ ማለት ኣይኮነን ግን ብዙሕ ነገር እዩ ኣብ ሓዳር ዘሰሓሕበካ ዝያዳ ዘሰሓሕበካ ከኣ ገንዘብ እዩ ገንዘብ ፋሚሊ ምሕጋዝ ገንዘብካ ዘይምርኣይ ገንዘብካ ምቑጣብ ተሓቢእካ ገለመለ ንሱ እዩ ዘጋጥም ኣብዚ ርድኣኒኡ ናይ ናይ ናይ ፋሚሊ ተጽዕኖ ስለ ዘሎ ግን ካብ መጀመሪኡ ውዕል ገለ ክትኣቱ ኣለካ ፋሚለይ ፋሚለያ እዮም ፋሚልኻ ከኣ ፋሚለይ እዮም ስለዚ ካብ ፋሚልና ፋሚልኻ ክሕገዙ ኣለዎም ፋሚላኻ ክሕገዙ ኣለዎም እዚ ግን ብናይ ክልቴኻ ስምምዕ ክኸውን ኣለዎ ተሓቢእካ ንፋሚልኻ እንድሕር ትሕግዝ ኮንካ ሰኻ ከምኡ ኣብቲ መንጎኹም ዘሎ ግልፅነት ዘይብሉ ህይወት እዩ ንድሕር ግዜ ድማ ምፍሕፋሕ እዩ ዘምፅእ ስለዚ መታን ከይትፈሓፋሕ ኩሉ ግዜ ግድነት ማለት ብፍላይ ኣቦን ኣደን ኣቦን ኣደን ኣቦን ኣቦን ኣቦኻን ኣዴኻን ክሕግዘልካ ዘይክእል ኣቦን ኣዴኻን ከኽብረልካ ዘይክእል ኣቦን ኣዴኻን ክሕገዙ ዘይትደሊ ሰበይቲ እንድሕር ኮይና ዘይደሊ ሰብኣይ እንድሕር ኮይኑ ብሓንሳብ ምንባሩን ከሸግረካ እዩ ማለት እዩ ምክንያቱ ኦኬ ሓፍቲ ወዲ ሓፍቲ ግን በት ገለ ከምኡ ክበዝሕ ክእል እዩ ግን ብፍላይ ኣቦን ኣደን ግን ዓይንኻ ክትሓሲ የብልካን ማለት እዩ እሳ ብሓጎስ እስኻ ብሓጎስ ክትተሓጋገዝ ክትክእል ኣለካ ግና ሂወት ውን ቀሊል ስለ ዘይኮነ ሓዳር ምስ ገበርካ ቆልዑት ምስ ወለድካ ንስድራኻ ኣይትነብርን ኢኻ ስድራኻ ገዛኻ ከተቀድም ስለ ዘለካ ኢኻ ትሰማማዕ ትሰማማዕ ሜላ ከኣ ትጥቀም

ራኣይዎ እቲ ኩሉ ግዜ ዘይፈትዎ ኣናየ ከምዚ ኮይኑ ተፋቲሖም ገለ ኢላ ወዲ ሰበይቲ ገለ ዘይኮነሲ ነዞም ናኣሽቱ እቲ ናህና ተመክሮ እቲ ናዓና ዘይተጠቐምናሉ እቲ ንሕና ዘይንፈልጦ ዝነበርና እቲ ንሕና ክንገብሮ ዝግባኣና ዘይገበርናዮ ንዓኣቶም ንኽሕግዝ ኣነ ብውልቀይ ንኽሕግዝ እየ ዝዛረብ ከምዚ ዝሕግዝ ነገር መፍትሒ ዝኾን ነገር ጃጅ ምግባር ገለ ምታት ኣኡ ነዋልድ ነወዳት ገለ ደይኮነሲ ኩላትካ ከምዚ ከምዚ ዓይነት ነንእሽተይ ነንእሽተይ ደድ ተመኮርናሉ ንሕና ዘይገበርናዮ ክንገብሮ ዝግበኣና ንዓና ሃስያ ዘውረደልና ንዓኣቶም ሃስያ ከየውርደሎም ነንእሽተይ ነንእሽተይ እንተተዛሪብና ከምዚ ኢልና ብግልጺ እንድሕር ደኣኒ ነንእሽተይ ሓሳብና ክንህቦም ጀሚርና እዩ ክተዓራረ ዝኽእል ኩሉ ግዜ ነጋቲቭ ጥራሕ ክትዛረብ እንድሕር ኮንካ ኣወዳት ከምዚ እዩ ኣዋልድ ከምዚ ገለ ግን ዝመጽእ መፍትሒ የለን ኩሉ ግዜ ኣብ ጥፉእ ኣይትዛረብ ኩፉእ እዩ ግን ከይጠፍኣካ ክትጥንቀቕ እዩ ዘለካ። መጠንቀቕታ ነቲ ሽግር ከይመጽእ ወይ ከኣ መዕገቶ ክኸውን ዝኽእል ነቲ ሽግር መፍትሒ ክኸውን ዝኽእል ነቲ ሽግር ኢኻ ክትዛረብ ዘለካ እምበረይ ኩሉ ግዜ ጥራሕ ሓንቲ ርእስቲ ከምዚ ኮይኑ ከምዚ ኮይና ኣዋልድ ከምዚ ወዳት ከምዚ እንድሕር ኢልካ መፍትሒ ተምጽእ የለኻን ወላ ሓንቲ ለውጢ የብሉን ማለት እዩ። ስለዚ ክጠቅም ዝኽእል ነገር ዝከቀራርብ ዝኽእል ነገር ከዕሪ ዝኽእል ነገር ኢና ክንዛረብ ዘለና። እዚታት ድማ ቀሊል ኣይኮነን እዚ ንዛረቦ ደለና ኩሉ ግዜ ዋላ ናይ ኢኮኖሚ ጽቅጠት ውን ንዓካ ንሓዳርካ ከትንክፈካ ክእል ከባሳጭወካ ክእል ከየረዳዳኣካ ክእል ማለት እዩ ስለዚ እዚ ይጠቅም እዩ ተጠቀምሉ ብጣዕሚ እዩ ዝጠቅም እዚ ይጠቅም እዩ ሓንሳብ ሓንሳብ ዋላ እንዳተፈቃርካ ብኢኮኖሚ ውን ሰትል እንድሕር ደይኮንካ እንድሕር ድኣ ሙሉእ ብሙሉእ ምትእምማናት ዘይብልካ፣ እንድሕር ሙሉእ ብሙሉእ ወጻኢኻ ኣታዊኻ ዘይትፈልጥ ኮንካ፣ ሓርኮትኮት ዘይትብል እንድሕር ኮንካ፣ ሰንኪ ሓዳር ሰንኪ ምፍልላይ ክትከውን ትኽእል ኢኻ። ምኽንያቱ ንቲኣ መዓልታዊ ሂወትና ነታ ንነብራ ሂወት ገንዘብ የድልየና እዩ ግድነት። ብፍቕሪ ጥራሕ ክንነብር ኣይንኽእልን ኢና። ከምኡ የለን ብፍቅሪ ጥራሕ ኣይትነብርን ኢካ ፍቅሪ የራጉዶ እዩ እምበረ ኣብ ሂወት ክንበልዕ ንደሊ ዝክፈል ኣለና ዝሕገዝ ኣለና ብዙሕ ብዙሕ ነገር እዩ ዘድልየና ስለዚ እንድሕር ዳኣ ከምዚ ጌርኩም ተሓላሊኩም ገለ ግን ጥቡቅ ክትከዱ ትክእሉ ኢኩም ንቲ ናይ ሂወት ብድሆታት ድዩ ዋላ ንቲ ናይ ሓዳር ብድሆ ክትብድህዎ ትክእሉ ኢኩም ዳሕራይ ንኣሽቱ ስለ ዝኮንኩም ከኣ ኩሉ ግዜ ንፍቅሪ ዘምሩ እቲ ብገዛኩም ዘሎ ፍቅሪ ገለ ኣስተማቅርዎ ሕለዩለን ሕለዩላ ተሓላለዩ ኣንፍዕዮ ኣንፍዓያ ከምኡ እዩ ሕጂ ካብቲ ናህና ዘበን ዝነበረ ናትኩም ዘበን ይሓይሽ ስለዚ ኣጆኹም ተጠቐማሉ ከኣ እዚ ምትዕጽጻፍ እዩ። ዳሕራይ ከዓ ገንዘብ ምሓዝ ተገዳስነት ኣድላይነት ኣለዎ። ኣነ ብካልእ ቦታ ክዛረብ ኣይክእልን እየ ኣብ ኖርወይ ግን ክልቴኻ ንፉዕ እንድሕር ኮንካ እንድሕር ደኣኒ ቆጢብካ ተሓላሊኻ ትኸይድ እንድሕር ኮንካ ኩሉ ግዜ መፃኢኻ ብሩህ እዩ ዝኸውን ዋላ ቆልዑት ሃልዋካ ዋላ ይኽበር ዋላ የብል እምበር ህድኣት ርግኣት ይህልወካ እዩ ካብታ ቁሩብ ትረኽባ ቁሩብ እንዳቆጠብካ በስምኣም ኢልካ ክትነብር እንድሕር ጀሚርካ ይውህለል እዩ ቀስ እንዳበልካ ወርሓዊ ሓሙሽተ ሚእቲ ኮታስ ገንዘብ ዝኾነት ሓሙሽተ ሚእቲ ድያ ወላ ሽሕ ትኹን ኣብ ሓንቲ ዘይተልዕለ ኣካውንቲ ድርብይ ምባል ገንዘብ በቃ ሎሚ ሎሚ እምበር ጽባሕ ባዕላ ትፈልጥ ገለ ክንብል ኣይንኽእልን ኢና ከምኡ ኣይበሃልን እዩ ነንእሽተይ ክትቁጥብ ኣለካ ገንዘብ የድልየካ እዩ ንዝኾነ ግዜ ገንዘብ ክትሕዝ ክትክእል ኣለካ ብዙሕ ብዙሕ ነገር እዩ ገንዘብ ክሽፍነልካ ዝኽእል ስለዚ እቲ ኣታዊና ሰሪሕና ነምፆ ወላ ይኽበር እምበር እንድሕር ብሜላ ተጠቒምናሉ ከነዋህልለሉ ንኽእል መዳያት ኣለና ከነዋህልል ንኽእል ኢና ክንሕዝ ንኽእል ኢና ብጣዕሚ ከዓ ድውህልል ገንዘብ ስለዚ ከምኡ እንዳገበርኩም እንዳተሓላለኹም ንበሩ ሰው ትስቤዛ ከዓ ንሕና ኢና መብዛሕትኡ ደቂ ኣንስትዮ ኢና ነጥፋእ ስቤዛ ገለመለ ከዓ ንሕና ከዓ ንቁጠብ ማለት እዩ ከምዚ ዝበልኩኹን እንድሕር ጌርክን ፕላን እንድሕር ጌርክን ኣትሊስት ብገንዘብ ገለምታት ኣይትርበሽን ኢኻ ኣይትሽገርን ኢኻ ኩሉ ግዜ ካብ ኢድካ ናብ ኣፍካ ጥራሕ ኣይትኸውንን ኢኻ

ደመያንስ ኢኻ ትብለኒ ዘለኻ ሽኮሪና ዋቅዳማይ ኮም ጽሒፍኪ ነርኪ ዋላ ጽሒፍካ ዲሜንሳ ደሜንሳ እሞ ንስኻ ኢኻ ሕጂ እንድሕር ደጊምካያ ከምዚ ብሎክ ክንገብረካ እምበር ደመንስ ተዝኸውን ደመንስ ፀርፊ ኣይኮነን እንድዩ ሰብ ደመንስ ዝኸውን ሓሚሙ እዩ ድምፂ ትሒቱ ኦኬ ሕጂ ከ ዓው እንዳ በልኪ እንዳ በሉ ንከኦም እዚ ኣይትሓዘለይ በል ኣይትሓዘለይ እየ ዝብል ኣነ ኣይትሓዝለይ ሕጂ ከ ሕጂ ከ ሰምዑን ኣለኹም እወ ኣይትሓዘለይ ኢለዮም ያ ሕጂ ከ ካልእ ከዓ ንያ ርእቶ ክህብ ዝደሊ ከዓ ትኽእል እዩ ካልእ ከዓ እቲ ኣይተሓዘለይ ምባል ነብስኻ ምፍላጥ ተተጋጊኻ ኣይተሓዘለይ ገለምታት ገለ ምባል ከዓ ክንለምዶ ኣለና ኩሉ ግዜ ሰንሰቲቭ ዘይምዃን ኣነ ይኣርግ ኣለኹ ይዓቢ ኣለኹ መስለኒ ኮይነ እንዳበልኩ ከይድ ኣለኹ ቆቁሩብ እንዳተቐየርኩ ገለምታት ከይድ ኣለኹ መስለኒ ፍለጠኒ ኣለቑሩብ እፍለጠኒ ኣለኹ ሩፍ ሸለል ምባል ገለ ዘይኮነሲ ነገራት በርባዕተ ማእዝን ምርኣይ ማለት እዩ ኩሉ ግዜ ተተጋጊኻ ኣይትሓዘለይ ምባል ህልኸኛ ዘይምዃን ነቓጽ ዘይምዃን ኣብቲ ክትነቕጸሉ ዝግባእካ ግዲ እንተኾይኑካ ትኾን ግን እንታይ ዝዛረብ ዘለኹ ኣብ ፋሚሊ ካብ ገዛኻ እየ ዝዛረብ ዘለኹ ነቓጻት ዘይምዃን ከምዚ ቁርሲ ለይፍንው ዝበልና ክንከውን ከለና እንዳተረዳእና ከምዘይተረዳእና ክንሓልፍ ከለና እቲ ዝበለፀ ዝኾን ደሓን ዝኾነ ኮሚኒኬሽን ክንገብር ማለት እዩ። ኩሉ ግዜ ነቓፅ እንድሕር ኮንካ፣ ኩሉ ግዜ ትርር ኢልካ እንድሕር ኮንካ ግን ጥቡእ ኣይመፅእን እዩ። ስለዚ ኣብቲ ግድን ክትነቕፀሉ ዘለካ ትነቅፅ ኣሪገ ዕጅዳ ኣሪገ ስለዚ ከምኡ እንዳበልኩ ከማነይ ምስ ጓለይ ብቐዳማይ እንዳበልኩዋ ንጓለይሲ እንዳዕለልናስ ኩሉ ግዜ እንታይ ባህሪ ኣለኒ ኣነ ሰብ ገለ ሽግር ተነጊሩኒ ሕጂ ዝተረደኣኒ ቅድሚ ሕጂ ዘይተረደኣኒ እንታይ እዩ ናይ ቆልዑት ናይ ቆልዑ ኖርወይ ፅቡቅ ይክፍሉ ይበሃል እዎ ፅቡቅ እዩ ዝኸፍሉ ግ ክቡር እዩ ክቡር እዩ ኣብ ኖርወይ ግን ኣጠቃቅማ ተፈሊጥካ ደሓን እዩ እምበረይ ክቡር እዩ እ፣ እቲ ኣታዊና ፅቡቅ እዩ ግን ገ- ኩሉ ነገር ክቡር እዩ ኣብ ኖርወይ ብጣዕሚ ክቡር እዩ ገንዘብካ ብሜላ ተደይ ተጠቂምካሉ ክንዲ እቲ ትሰርሖ ኣይኮነን ተኣታዊኻ እ፣ ክቡር እዩ ስካት ብዙሕ ኢና ንኸፍል ገዛ ክራይና ክፉል እንታይ ይበሃል ገዛ ክራይና ክቡር ኣስቤዛና ብፍላይ ሕጂ ክቡር እዩ ስለዚ ኢኻ ከምዚ እንዳረእኻ እንዳረእኻ ትኸይ ትግርኛ ዶላ ናይ ዛዕዲ እንድዒ ተረዳእኒ ማት ምግቢ ምግቢ እምበር ናይ ዝዓዲ ማስ ሓፈሻዊ ምስ ቤዛ ክቡር እዩ እምበር ዋኣታዊና ክቡር እዩ ሕጂ ትህወኺ ዲኺ እዚኣ ክምልስ እሞ ሽዑኡ ትዛረቢ ወይ ክዛረብ ያ መልስኒ ፀገም የለን ሕጂ እቲ ሽወደን ንምሳሌ ካብ ንዓና ቲቪ ናይ ቆልዑት ፕሮግራም ናይ ቆልዑት ፕሮግራም ጥራሕ ክርኢ ኣለዎ ናይ ቆልዑት ፕሮግራም ኣሎ ናይ ቆልዑት ባነ ቴቨ ትብል ኣብ ኖርወይ ትቕመጥ ሕጂ ብዛዕባ ዶሞዝ እንዲና ንዛረብ ጸኒሕና ኣታዊ እወ ኣምነሩ ኣብ ሽወደን ሕጂ ብጣዕሚ ውሕድ እዩ እንታይ ይበሃል ውሕድ እዩ ኣ ትግርኛስ ኣይፈልጦን እየ ትግርኛስ ኣይፈልጥን እየ ማዕረ ትግርኛስ እንድዒ ድፈልጥ ተሎ እምበር ትግርኛ ፕሮግራም ኣይፈልጥን እየ ኣነ ቀደም ዋሪ ዋሪ የርእየን ነይረ ግን ዓበይቲ እየን ነይረን ኣብ ቤት እየ ነይረን ሕጂ ኣብ ሾደን ሰላም ሰላም ኣብ ሾደን ሕጂ ደሞዞም ውሕድ እዩ ኣስቤዝኦም ግን ምርጫታት ኣለዎም ከም ድሌቶም ክነብሩ ብዙሕ ምርጫታት ኣለዉ ስቤዛታት ኣስቤዛ ክትገዝእ ኣብ ሾደን ኣፀቢቑ ሓስር እቲ ካልኣይ ካብ ሾደን ሕሱር ዝገብሮ ነገር ከዓኒ ደቆም ኣብ ቤት ትምህርቲ በሊዖም እዮም ዝመፁ ሕጂ ኣብ ቤት ትምህርቲ በሊዖም ይመፁ ኣብ ቤት ትምህርቲ ቁርሲ ኣለዎም እንተደይ ተጋጌ ንሕና ከምኡ ዓይነት ክስታይ የብልናን። ከምኡ ዓይነት ኣብ ቤት ትምህርቲ ማትባኪ ሂብካ ከትሰዶም ምግቦም ሒዞም እዮም ዝኸዱ። ቀደም ከማን ድዕ ሕጂ ተደይ ተቐይሩ ኣብ ሽወደን እምበር ፓምፐር ሒዞም እዮም ፓምፐር ሒዝካ ኣይትኸይድን ኢኻ ነርካ። ኣብ ሽወደን ቆልዑት ተብፅሖም ጥራሕ ኢኻ። ስለዚ ውሑድ እዩ ደሞዞም ግን ከኣ እዚ ፎርዴል ኔርዎም ንዓኣቶም ናይ ምግቢ ብዙሕ ኣየውጽኡን እዮም ማለት እዩ። ንሕና ከምኡ ዓይነት ምርጫ የብልናን ኣስቤዛና ኩቡር እዩ ኣታዊና ብዙሕ እዩ ወጻኢና ድማ ብዙሕ እዩ ስለዚ ከኣ እዩ ንዓና ኤክስትራ ምጥንቃቅ ዘድልየና ንምሳሌ ንሕና ኣነ ማለት ኣነ ኣብ ክልተ ወርሒ ወርሒ ገለ ሾደን ኬድና ኣስቤዛ ንገብር እቲ ኣስቤዛ ንገብሮ ከኣ ዝበዝሕ እቲ ክቡር ንብሎ ኣብዚ ኣብዚ ክቡር ንብሎ ስጋ እዩ ስጋ ደርሆ ኦሞ ገለመለ ገለ ኮታስ ብዙሕ ምርጫታት ስለ ዘሎ የዋፅኣና እዩ ኣብኡ ኬድና ኣስቤዛ ጌርና ንመፅእ ማለት እዩ ሕጂ ብኡ እየ እቲ ርእስቲ ዘምፃኽዎ ኣስቤዛ እዩ ክቡር ኣስቤዛ ስለ ዝከብር ድማ ኩሉ ግዜ መደብ ክትገብር ኣለካ ድኳን ኬድካ ከዓኒ ደድሌካ እንደየድሌካ እንደይኮነሲ መደብካ ሰሪዕካ ዘድለየካ ጥራሕ ገዚእካ ክትመፅእ ዘዋፅኣካ ተዛረቢ ሽኮረይ ተዛረቢ ኔም ኣለኸ ዶ ሰላም ስለዚ ሲ እሱ እዩ እቲ እቲ ፍልልዩ ማለት እዩ ዌልካም ሽኮሪና ስለዚ ያ ኖርወይ ኤክስትሬም ኤክስትሬም ክቡር እዩ ብጣዕሚ እዩ ክቡር እ፣ በቃ ገንዘብ ሰላም ተቐ- ሰኒ ሰላም ሰላም ኣብያት ንፍዕቲ ሰላም እዛ ዝያዳ ቴሌፎን ንቕፅ ኢላ ኣብያት ንፅንሕ እንታይ ምዃነት ስክሪን
ያ
ከመይ ከ ሰላም ድዩ ሰላም እግዚኣብሔር ይመስገን
ከመይ ጠና ከመይ ኣለኺ? ጽቡቅ እግዚኣቢሔር ይመስገን ደሓን እየ። ጽቡቅ ጽቡቅ ንኣርግ
ሰምዓክ እንዴት ጽንያ እንታይ ምእራጉ ተኣረግካ ድማ ወላ ሓንቲ ዕድመ ጸጋ ስለ ዝኾነ ሽግር ዝበሃል የብሉ ወደሎ የብሉን ግን ይበላሕ ኣለኹ እየ እኳ ኢለ ቀየር ኣለኹ እዋ
እዋ ዕድመ እንዳኸደ እንዳኸደ ከይድ ከሎ ብዙሕ ነገራት ተተቀያየረ እዩ ዝኸይድ ኣይነው ዋላ ደቀይ ከምብላኒ ማማ ሰናይት ናይ ቀደም ኣይኮንካ
ትቕየር ኢኻ መዓት መቐይሮታት እዩ ዝመፅዎ ብጣዕሚ ብጣዕሚ
ያ እዚ ናይ ኣስቤዛ ገለ ደኣ እዚኣስ ብዙሕ መድሌትና ከማን ብዙሕ ተትፅቀጥ ኣላ ያ ያ ፌሩስ ከዳዎ ኣርጋ ኣለኹ ናይ ማለት ብጣዕሚ እዩ ዝጠቅም ተጠቐማሉ ተጠቐማሉ ግበራ እዚ ብጣዕሚ ብጣዕሚ ይጠቅም ብፍላይ ብፍላይ እዘን ንኣደ ቆልዑ ወዘን ንኣሽቱ ሰብ ሓዳር ኣደ ቆልዑት ብጣዕሚ ሴቭ ክትገብሮ ዝግባእ ከዓ ሓደ ሓደ ግዜ እንታይ ክትገዝእ ኣለካን የብልካን ሲ ሊስት ሓደ ኣይነውፅን ኢና ኣብቲ ሾፒን ምስ ከድና ሕጂ እንታይ ይኡ ውይ ሓደ ነገር ይርኢ እሞ እወይ እዚ ደኣ ኣብ ገዛ የድልየኒ ነይሩ እንዲ ብቐዳማይ ስኢነ ነይሩ እወይ እዚ ደኣ እንዳበልናስ ካብቲ ዝደለናዮ ንላዕሊ ይመፅእ ሕጂ ኣይነው የድልየና ኸውን ኩሉ ፍቲ ሾፒን ደሎ የድልየና እዩ እም፣ ግዳ ብጣዕሚ እዩ ነንጥፍእ። ብጣዕሚ ዋላ ቀመማት ኣኪብካ ተምፅእ ዋላ ብዙሕ ኣነስ ኣነስ ይፈልጦ እየ ኣነስ መጀመርያ ተመክሮ ከዓ ስለ ዘይብለይ ዋላ ሒዘ እም፣ ንኸይ ደድበላ ንገዝኤ መፅእ እ፣ ሓሲሩ እዋ፣ ኢልካ ትገዝእ ሓንሳብ ሓንሳብ ስጋ ደርሆ ሓሲሩ ኢልካ ትገዝእ ግን ኣይትበልዖን ኢኻ መዓት ትጉሕፍ እ፣ ብዙሕ መዓት ፍሩታ ፍሩታ ከ ኣለኪ ኮግሄና ኣነ ኣብ ፍሩታ ድጠፍእ ድጓሓፍ ዘይብላዕ ፍሩታ ከዓ ሕጂ እንታይ እዩ እቲ ፍሩታ ክትጥቀመሉ ከይትውሕፎ እንድሕር ኮንካ ኩሉ ግዜ ቆልዑ ብፍላይ ንኣሽቱ ከለዉ እቲ ኩሉ ወዳዲእካ ገለ ኮፍ ምስ በልካ ካብቲ ፍሩታ ከይበዝሐ ሓሓደ ቆራሪፅካ ክትብለሎም ትኽእል ኢኻ ከምዚ እንዳበልዑ ሃይ ሰምሃረይ እንዳበልዑ ከምዚ ኛዕ ኛዕ ኣቢሎም ምብላዕ ቆልዑት ክክ እዩ መዓት እዮም ግን ቆራሪፅካ ንንእሽተይ ብያቲ ጌርካ ቲቪ እንዳረኣዩ ክበልዑ ትህቦም ምክንያቱ ቪታሚን ሲ ኣለዎ መዓት ቪታሚናት ኣለዎ ኩሉ ግዜ ኢንካ ኢልካ ገጂፍ ሂብካዮ ገለ ኣይበልዕን እዩ ግን ኩሉ ግዜ ከም ክሰ ክትጥቀመሉ ትኽእል ኢኻ። ከምዚ ናይ ምሸት ጣዓሞት ገለምታት ገለ ክትጥቀመሉ ትኽእል ኢኻ። ቆራሪጽካ ትህቦም ነንእሽተይ ገለምታት እንዳገበርካ። ስለዚ ካብ ዓሰርተ ፍሩታ ካብ ዓሰርተ ኤፕለ ምግዛእ ሓሙሽተ ኤፕለ ትገብሮ። ካብ ዓሰርተ ባናና ምግዛእ ሓሙሽተ ባና ትገዝኦ። ስለዚ ድኳን እኮኒ እቲ እቲ ክባላሾ ዝበላሾ ዝበላሾ ኣብዚሕካ ምግዛእ ኣየድልየካን እዩ። ንምሳሌ ጸባ ቀልጢፍካ ትውድእ ትኸይድ ኢኻ፣ ገለ ከምኡታት ትኸይድ ኢኻ። ስለዚ እቲ ክባላሾ ኢልካ ትሓስቦ ኣውሒድካ ትገዝእ። ኩሉ ግዜ እንዳተማሃርካ እንዳተማሃርካ ኢኻ ክትከይድ ዘለካ። ፍሩታዊ መዓት ነብል ንሕና ሱሱዓት ኢና። ድሓር ንሕና ዓበይቲ ከኣ ኣይንበልዖን ኢና። ከምዚ ንዓና ፈውሲ ድበሉና ከምኡ ኢና ንዕኦም ንቆልዑ ጥራሕ ኢኻ ተቕርብ ንቆልዑ ጥራሕ እዩ ዝመስለካ በቃ ንትምህርቲ ወረ ንዐ- ንትምህርቲ ጥራይ ተቆፅረሎም ምሸት ከዓ ኣብታ ናይ ጣዓውት ግዜ ተደልዮም ከዓ ያ ግን ከምዚ በቃ ብሜላ ምጥቃም እቲ ዘድልየና ዝውዳእ ዝውዳእ